ይቕሬታ ግን ንእሽተይ ወዲ ንእስ ኢሉ መንእሰይ ኣይረኣኻን ብዘይካይ ማለትክ ድዩ ኖ
ከምዚ ቸኮሌት ዓይነት ከለሩ መንእሰይ ቸኮሌት መንእሰይ ኣይረኣኹን ኦኬ
ታንክ ዩ ስዩ
ኦኬ ታንክ ዩ ቸኮላ ታ ማለሜላ ታ
ወይ ምዕልቲ ወወልዳይ
ወይነ ወይነ ወይነ እንታ እታ ብጭር ድያ ወልዳይ ወልዳይ ወልዳይ ንዓኻ እንድየ
ሒእ በሊ ሒእ ባበል ማእኸል ከተማ ምስ ኣተና መን ኢል ክፀውዕ እንደ ኢለኪ ብጭር ዓንቀርካ ክሳብ ጭደድ ክትውጭጪ ዋይ ዋይ ዋይ እዝኒ ዋይ እዝኒ ዋይ እዝኒ እሞ ሕጂ ከተማ ኣትየ ዶ ሽም ከጠምቐካ ኮይነ። ዘይተመሓይሽዮ ግጭር እህ ወልዲኖ ናበይ ከይድኪ ወልድሽ ናበይ ከይድኪ። ኦይ ኣይክእሎን እየ ክእሎን እየ ወልድሽ ኣይብል ድንሽ ኣይብል። ኣይ እወ።
ብጭር
ዚስ ኢዝ ማይ ሃንድ ዋይ።
ዚስ ኢዝ ማይ ጻማ። እይ ኣቤት ጠራዕራዕ ኣቤት ጠራዕራዕ። እዋይ እዋይ ሰቢለ ጭዓ ጓሲ ሰኣት እየ ከተማ። ንፍቕሪ ስይ ክንድዚ ቐመጽመጽ ኣድልዮ እዩ። እህህህህህ ብጭር ኣበልክዮ ኣበልክዮ ብጭር ካቴድራለ ካልእ ክተርእየኪያ ቁሩብ ጥራይ ተጸበዪ ደሓን። ኣታ ንዓናይ ጥራይ ንኺድ። ፍቕሪ ቀበጥበጥ ከም ዘድልዮ ከይተምሃርኪ ካብዚኣ ነቕ ምባል የላን ብጭር። ሕጂ ክትርእይዮ ኢኺ ኣቲ ኣቲ ኣቲ ዓይኒ ሰብ ከይተዕውሪ ኣብዛ ኣፍኪ ጉንዲ ዲኺ ኣእቲኺ መወጽ። ቁረፂ ሃቢ ፈፍርቄን ሃቢ ሃቢ
ኦ ማይ ጋድ ካፒ ሓቢቢ ፍቕሪ በይነይ
ረይ በል ብጭር ወይ ኣነ ወልደይ ኣነ ብኸምዚ ሰለል ምባል ጎረዞ ፍሉጥ ፍሉጥ ፍሉጥ ፍሉጥ ፍሉጥ እየ ነይረ ዋይ ዋይ ነጎዳ እንታይ ኮንኪ የእዳወይ ብምስካም እንድየ የጽ ክውጽኤ ዝነበርኩ። እዋይ ምራኽ ክትሕንግር እሞ ፈልጠካ'የ። ዶ። ፍቕሪ በይነይ ኣይናፈቕክንን ዲኺ? በዛ ዓይነይ ክትወጽእ ደሊኻ እምበር ሃይነየ። ለይቲ ምሉእ ክትረኣይኒ የዕንተይ ሰለም ከይበልኩ እኔ ሓዲረ ኣይገርመክን? ዳኒ ሓወይ ካባኻ እኮ ሞት ጥራሕ እያ ትፈለየኒ። ንደቂቕ እውን ክትፍለይኒ ሽዑ ዝሞትኩ ኮይኑ እዩ ዝስማዓኒ። ኣንተ ከምዚ ህጻን ቆልዓ ዓመት ቀበጥበጥ የብልዎ እንት ነዚ ፍቕሪ።

እንታይ ደኣኸ ሸለል ዝበልካኒ ኮይኑ ተሰሚዕኒ። ኖእ!
ቁሩብ ምሻለኪ ስራሕ ገለመለ ገለ ሽወይ ኣለመለይ ክብል እኮ እዩ በርቲዐ እንቐኒ እምበር ብኻልእ መዓስ ኮይነ። ርእዮም እስኪ ብጭሪ ርእዮም እስኪ ነዚ ፍቕሪ ቐበጥበጥበጥበጥ ከብልዎ እንከለው ምዃን እቲ ቐበጥበጥ እውን ጥበብ የድልዮ እዩ ርእዮም ርእዮም ረገቢት መስሉ እቲ ሳጉምኦምን ኣዘራርብኦምን ኣቲ ኣቲ ኣዳምን ሂዋንን መስሉ እቲ ከላእ ሓቅኻ ኣሱስ ሓቅኻ ግና ሕፍረት ሲብሎመ ሕፍረት እያ በለት ምዃና በልክዮ ብጭር ሓሊፉ ቸብቸብ ሓሊፉ ሆይ ሆይ ሓሊፉ ፊዕታ ከላእ ርኤ ዘይትብል ዓይኒ ኣንታ በይ ርኢኻዮ ኢኻ ክንዲ ዝጠራዕራዕ ትብለለይ ኩላትና እኮ ንፈልጦ ኢና ከተማ ኣይ
ነዘን ክልተ ኣበስንቲ ዝኾና ጠስሚ ሒዝኪ ከም ባቁምየ ናብ ኣርባዕተ ዓመት ቅልቅል ኢልኪ ትምለስያስ ርየ ክትብሊ ዓይኒ ከይትረእ ኣቲ ኮመዲ እዩ ደኣ ከተማ ምርኣይ ማለት። ክትርኢ እንተደሊኺ ንበዓል ንዓና ንበዓል ኣነ ሕተቲ ንበዓል ንዓና ሕተቲ። ኣይከኣልኩሉን ተቐበጥበጥ ኣይከኣልኩ ዋላ ዘይሓቶምከ እንታይ ጸገም ኣለዎ ብጭር። ዎው እንታይ ኢልካ ኢኻ ክትሓቶ። ይሓቶም ጓል ድያ ንፍቕሪ ቐበጥበጥበጥ ተብሎ ወዲ እዩ ቐብጠርጠርጠር ዘብሎ ኢለስ እሓቶ። ኦይ እእ ግደፊ ደኣ ክደፊ ክሓተየ ስምዓኒ ዝሓወይ መን ኢኻ መን ኢኻ ስምዓኒ ሓንቲ ሕቶ ይቕሬታ ኣብ መንጎኹም ደኣ ኣቲና ኮላሊፍናኩም እምበር ምስ ምጭር ኣብዚኣ ሲ ክንካታዕ ኢና ጸኒሕና ብእውነት ክንካታዕ ጸኒሕና ጓል ድያ ንፍቕሪ ቐበጥበጥበጥ ተብሎ ዋላ ወዲ እዩ ንፍቕሪ ቀብጠርጠርጠርጠር ዘብሎስ ኢልና ተባሂልና ሕጂ ሕጂ ምስ ምጭር ኣብዚኣ ሕጅስ መልሲ እስኪ ካባኹም ሓጉዝና
ፍቑራት ዲኹም እው ዳርጋ ናቡ ገጽና ኢና እወ። ፍቕሪ ምስጢር እዩ። ኣብ ፍቕሪ ግሉጽነት ክህሉ ኣለዎ። ስክፍታ፣ ቀልዓለም ክህሉ የብሉን። ንሳ ፍቕራ ብነጻ ትገልጸሉ፣ ንሱ ድማ ከምኡ። ሓረጉ ጸማም ስምዒ ስምዒ ናይ ስምዒ ስምዒ ንዓኺ እዩ ዝኹሉ ማዕዳ ንዓኺ እዩ ስምዒ ቀጽሊ ዝሓፍተ ቀጽሊ ካብ ስራሕ ሓሪቑን ደኺሙን ወላ ይምጻእ ብጥዑማት ቃላት ጌራ ከተጸናንዖ ኣጆኻ ክትብሎ ኣለዋ እንጀራ ዓለም ብላዕ እንጀራ ዓለም ብላዕ ንዝተዛረበቶ ብኣውንታ ተቐቢሉ ከድንቐላ ኣለዎ። ብናይ ምስጋና ቃላት ገለ እናገበረ ንተግባራታ ብዘይካኣ ንዕኡ ኢላ ዝተፈጥረት ጓል ከምዘየላ ወላ ሞት ትኹን ቀዲምዋ ከም ዝሓልፍ ክነግራ ኣለዎ። ተረዲኹም?
ውይ ኣየ ውሕልና እንታይ እሞ እንታይ እሞ ወልዳይ ገልዳም ደኣ እሞ ኣሽንኳይ ቀዲሙኒ ህይወቱ ክሓልፍሲ ቀዲሙኒ እኮ እዛ ጻብዕቱ ጻብዕቱ ኣይቀርጠመለይን። መልሓስ ክትቀርጠም በሊ መልሓስ ክትቀርጠም እ ኣነስ ኮምየ ብማይ ሕቆኺ ክልተ ጠጥሪ እንደ ግዲ ተሰኪመልኪ ዓዲ ዝኣቱ ዝነበርኩ እቲ ኣቲ ኣይ ረይ በሊ ሚኩ ረይ በሊ ቃላት ናይ በዓል ብጭር ከምዚኣ ገይሩ እዩ መዓንጣኻ ዘሕረካ እ ኣቲ ኣቲ እዚኣ ከዓ ይትረፍ ንሞት ቀዲማትኒ ክትሓልፍ ናብዛ እንዳሓሰር እየ ዝብለኩም ኣሕዋት ኢኹም እስኹም ስምዑኒ ኣብዛ እንዳሓሰር ቅድሚኣን ተሓሊፈን ፀርፂራ ጣዕ ክትብል እያ ትደሊ በሉ እስኪ ረኣይ ምስዚኣስ ፍቅሪ ድዩ በትሪ እዩ ዘድሊ። ደሓን ደሓን ተረዳድኡ ጥራይ ምስማዕ ጥራይ እዩ ዘድሊ ከይድና በሉ ንዕል ናይ ሚኪ ኣእምሮይ። እንድያ እሞ ሓቢበይ ባይ። ቻው።
ውይ ቅርፅት ባይ። ቻው። ተዳለዉ ብጭር ከም ናቶም ክንሰርሕ ክንፍትን ኢና መን ኢሉ ወልዳይ መን ደኣ ክብል ደሊኺ ኣብዚ ኣይፋሉን ሰማይ ሰማይ ይባላዕ ላዕሊ ዓቢድካ ኢኻ ወላይ ዓቢደዎ እቲ ጨርቀይ ደርቢየ ይዓቢ ድወ ኪዲ ኪዲ እሞ ኪዲ በል ክፍትን እየ እስኪ ኪዲ ጉያ ክፍትን እየ እስኪ እስኪ እስኪ እስኪ ጸጋም በሊዕ ከለ ክብጭር ጸጋም ጸጋም እስኪ ወዲ ኣይተኸ ኣቲ ኣቲ ይበላሽኺ ይበላሽኺ እምበር ከምዚ ኣጋጢማትኒ ትፈልጥን መዋዕለይ ሰለላ ኣቢለ ከምዚ ኣጋጢማትኒ ትፈልጥን ኤህ ኣይኮነን ብጭር ደሓር ከኣ በዓል ሚኩ ነብሰን ከዕብራ ክብላ ከይተደርራ ይሓድራ በዓል ንስኽን ከኣ ስጉርፎ ምሉእ ገዓት እናቆረስኪ ከመይ ኣቢለ ሓፍ ከብለኪ እእእ ዓዶኽ ዓዶኽ ሎቆታ ጥሕኒ እንዶ ዶ ይብልካ እንዶ የብለይን ሓዚ ብጭር ሓዚ ማዚቋ ክርእየኪ ዲስኮ ከርእየኪ እየ ሓዚ እሞ ኣይ ሓዚ እስከ- ሓዚ ሓዘረ እስከ በል እስከ በል
ከመይ ከምኡ ትብሊ ብጭር ስለምንታይ ንደፋፈር ብጭር ትዊስ ኣሎ ብጭር ዲስኮ ኣሎ ብጭር ምጥውዋይ ኣሎ ብጭር

ብጭር ጽጌሬዳ ከመይ ኣለኺ ብጭር ጽጌሬዳ ከማን ብጭር በይበ በይበ ከማው ብጭር ከማው እንታይ ኢኻ ትብል ንዕ ማለት እዩ እቲ እንዶ ብልክ ደኣ ዝኽድዮ ዋይ ዋይ ዋይ ዋይ ዋይ ግረፈኒ በጃኻ ግረፈኒ ኣነሲ ዘቀባጥር ሰብኣይ እኳ ኣይፍተወኒ ሰብኣይሲ ትርር ኢሉ ግትር ኢሉ ጎው ተበለካ ኢምበር። ወይ ሽግር! ሰብ ከከም ባህርያቱ ገለ ሽታ ፈረንጂ ገለ ከኣ ፋንድያ ፎቱ እዩ ሎምኽ ለባማት። ከላእ! ፍቕሪሲ በዓል ሚኩ ሒዘንኦ ኣይከይደን እየን ኪዲ ደኣ ፊጪር! ኪዲ ደኣ ኪዲ!
እውይ ዘይሪኦ የብለይን እውይ ዘይሰምዖ የብለይን እውይ እውይ እውይ ከይትቐርበኒ ከይትቐርበኒ። ኣታ ሓፍተይ ንዕባ ቁርብ ዒብ ግበሪ ንዕባ ሰብሪና ናብ ጎደናይሲ እዋ ሕጅስ ከ ኣብ ቅድሚ ዓይነይ ወርቀይ ዝሃብኩኻ ወርቀይሲ ንኻልእ ጓል ክትህባ ኣቲ ጓል ፈተይ ኮንኩን ሂበያ ተሸጊራ ንሓንሳብ ኢላትኒ ሂበያ ምስኣ ከ ኣላ እዋ ተሸጊራ ክትብለኒ ኣንታ ሌባ ፈገር ወርቀይ ትመልሰለይ እሞ ኣነ ሚኩ ዘይሸክዕ ወርቀይ ትመልሰለይ በፍንጫኻ ክተምፅኦ ኢኻ ቀስ እባ እሞ በሊ ስቕልኪ መሓንሓን ገለይ ትበሊ ትፈልጥኒ እኮ ኢኺ እዋ በል ጸልጸል ተዘይብለካ ክትርእየኒ ኢኻ እንታ ሰራቒ። ኣታ እታ ኮይኖም ኣንቲ።
ዋይ ደሓን ዶ ይጸንሑን ደኣ። ሰላም ዶ ኣይጸንሑን።
እዋይ ፍቕሪ።
ፈቲኺ እኮ ኢኺ ሂብክኒ ፈቲኺ ከም ዝሃብክኒ ከኣ እዞም ሰባት ምስክር ኣለዉ ተረዲእኪ። ዋእ። ኣበይ ንፈልጠካ ኣበይ ኣብ ኣብ ኣበይ ንፈልጠካ መስኩሩለይ ትብል እዋይ ኣበይ ጉዳ። ንፈልጦ እዋይ ጉዳ።
እ፣ እንታይ መጺእና ኢና ክንምስክረልካ። ሃይ ደኣ መስኩሩ እዚኣ ክትገብሩ እንዲኹም ውዒልኩም ሃይ መስኩሩ። ኣበይ ኣበይ ርኢና በዚኣ ጸኒሖም ክሓልፉ ሓቲትናዮም ከም ምሕታት እወ። እዋ እ፣ ሞት እዩ ዝፈልየን ንብል ነይሩ ወይ ሰበ ከመ ኣሰኪ ግደፍ ወጣ ግደፍ ግደፍ ዝብለካ ኣለኹ ግደፎ እንዶ ኣልግስ ዋ ካልእ ፈልጥ ኣልግስ ግደፍ እዋ ዋ ናይዚኣ ወርቂ ኮነን ካልእ ካልእ እየ ዝፈልጥ ኳን ትም በል ጠላዕ ሰብኣይሲ ኣጥዕምላ ኢልካ ዲኻ ትዛረብ ደለኻ እታ ግደፈና እንዶ ክንረአ ኢና ፈ- ትፈልጠኒ እኮ እያ ንዓይ ከርእየካ እየ እንታ ሌባ ደቂሰ ዝሓድር ከይመስለካ ንዓኺድ ንዓኺድ በጃኻ ክፉእ ኣይተርእየና ዋ ንዕዛ ጓለይ ስኸ ዝሕሸ ንዕኺድ ንዕኺድ ኦይ ኣንታ ናበይ ኢኻ ትጥላዕ

ወይ ጉድ ነዚኣ ክርኢ ዶ ታዊዕለ ይገርም እኮ እዩ ንዕና ሕለፊ ሕለፊ ብጭር ንዕና ሕለፊ ሕለፊ ንዕና ዋ ንዓይ ከበይ ክትድርቢኒ ፈሊጠልካ ድየ ታብላ ብድላይካ ምፃእ ኣይ እወ ሕራይ ግርም ሀይ ኣወዳት ሎሚ ርኢናዮ ጉድኩም እዚ ክንሪኦ ዝፀናሕና ዶ ኣይኮነን ኣታ ኣጥዒምለይ ኢልኩም ዲኹም እዚ ክትዛረቡ ኣዋልድስ እንታይ ዶ ገዲፈን እየን መቸም ኣነ ጓለይ ወሲደያ ኣለኹ ጽርግ ኣብሎ ኣኮ ኢለኩም እንታይ ክሳብ ክንድዚ ጠራዕራዕ። ኣይናየ ከም በዓል ሚኩ ጎባጉብ ወርቂ ከይጸንሓ እዩ ንብጭር ደኣ ክንድዚ ሓፍሓፍ። ተጽባቀና ተጽባቀና ኣዋጸአና እንታይ ክሳብ ክንድዚ። የዋጸኣና ወ።
ኣነ ምስ ነብሰየ መን ምሳኹም ተዛሪቡ ወይለይ። በል ኢለካ ኣለኹ ተጽባቀና የዋጸኣና።